ብተሌፎን ደው ኢለ የረኺበዮ ድሕሪ ሰላምታ ኣብ ሳልሞን ኢንተርቴንመንት ዕዱም ጋሻና ክትከውን ተሓሪኻ ኣለኻ እሞ ፍቓደኛ ዶ ትኸውን ዝብል ሕቶ ምስ ኣቕረብኩሉ እዋእ ጸገም የለን ዝዓርኩ ዝብል ምቕሉል መልሲ ሂቡኒ። ከምዚ ናቱ እዋእ ጸገም የለን ዝዓርኩ ኢሉ ኣብ ጎንኻ ኣለኹ ዘስምዓካ ዕዱም ነቲ ክትበጽሖ እትደልዮ ጥርዝዓዊ ወድ ድፍኢት ዝፈጥረልካ ብምዃኑ ደርብ ምስጋና ኣቕሪበ ልዑል ሃንቀውታ ተስፋ ኣበሪኸ መዓልቲ ርክብና ብምፍላይ ዘርብና ደምዲምና ብሰናይ ትምኒት ተፈላለና ድሕርዚ ንዘድልየኒ ሓበሬታ ንምውላል ካብቶም ብዙሓት ዝኾኑ መቕርብቱን ፈተውቱን ንገለ ውሑዳት ክረኽቦም ስለ ዘሎኒ ናብኣቶም ስጉምተይ ኣንቀልኩም። ካብ ሓደ ናብቲ ሓደ ሓቲተ ነዚ ናይ ሎሚ መደብ ዝኸውን እኹልን ትሩፍን ሓበሬታ ረኸብኩም። ምስዚ ክቡር ጋሻና ኣብ ቆጸራና ምስ ተራኸብና ብፍሕሹው ገጽ'ዩ ተቐቢሉኒ። ካብ ዕላል ናብ ዕላል ምስ ተሰጋገርና ነቲ ንሱ ጻዕራም'ዩ፣ ንሱ ኣብ ዘይኽድን ተዋዛያዩ ንሱ መሃዚ ስነጥበበኛዩ ካልእን ካልእን ዝበሉኒ ኣማን ብኣማን ጻዕራምዩ ሓኾት በሃሊዩ ዝበሉንስ ኣታ ሓቂዩባ በልኩ ብውሽጠይ ንውሽጠይ ምስ ነብሰይ እናተዛረብኩ። ናይ ሎሚ ጋሻና ኣብ ጎኒቲ ብርክት ዝበሉ ናብ ህዝቢ ዘቕረቦም ስነጥበባዊ ፍርያቱን ብተፈታዊ ዕላሉን ሰሓቑን ዝልለ ስነጥበበኛዩ። እዚ ጋሻና ገና ውልድ ክብል እዩ ምስ ምርኣይ ጸሓይ ጥበብ ናይ ውህብቶኣ ውህብቶ ዝዓደለቶ ፍጡር እዩ እባ ንኽትብል ዘድፍረካ ስነ ጥበበኛ ኮይኑ እየ ረኺበዮ። እዚ ስነ ጥበበኛ ካብ ስድራ ቤት ንናጽነትን ልእላውነትን ኤርትራ ብቓልሲ ንምርካብ ኣብ ዕድመ ንእስነቱ ሽሕን ትሽዓተ ሚእትን ስሳን ሸሞንተን ዓመተ ምህረት ኣትሒዙ ናብ ሰውራ ኤርትራ ካብ ዝተሰለፈን ስዉእ ገዲም ተጋዳላይ ወረደ ቃል ተስፉን ካብ ወላዲቱ ሓዳስ ወልደገብርኤልን እዩ ናብዛ ዓለም ተሓዊሱ። ወላዲኡ ኣብ ምውሓስ ልእላውነትን ኣብ ምህናጽ ሃገርን እንከሎ ብሓደጋ ካብ ዝስዋእ ኣስታት ዓሰርተ ሽዱሽተ ዓመታት ኣቑጺሩ ኣሎ። ወላዲቱ ነዚ እንኮ ከም ሓሙስ ዝኾነ ውላዳ ድርብ ፍቕሪ ኣቦን ኣደን እናሃበት እያ የዕብያቶ። ጎኒ ጎኒ እዚ ኸኣ ኣብ ምዕባይ ናይ ትማሊ ህጻን ናይ ሎሚ ዓቢ ስነጥበበኛ ጥራይ ኣይተሓጽረትን። ኣብ ምዕዋት ገድሊ እውን እጃማ ንምብርካት ብክፍሊ ህዝቢ ማለት ጀማሂር ንዝተዋህባ ትእዛዝ ኣብ እታ ሓውሲ ሓራ ገጠር ዓዶም ብምኻን ናብ ውሽጢ ጸላኢ እናኣተወት ንዝተውሃባ ተልእኾ ብስሩዕ ብምፍጻም ክብ ዝበለ ኣበርክቶ ዝገበረት ኣደ'ያ። ኣብዚ እዋን'ዚ ድማ'ያ እታ ምሉእነት ዘይብላ ዓለም ሓደ ዓቢ ፈተና ዝቐረበትላ። ነቲ ቋሕ እንተበለት ሰም እንተበለት ከም ብሌን ዓይና እትርእዮ እንኮ ውላዳ ብሕማም ክተሳቕዮ ጀሚራ። ዓለም መከራ'ያ። ኣዲኡ ስቅያትን ሻቕሎትን ሓሳባትን እውን ብኡ መንጽር እናወሰኸ ብምኻዱ ንዑ ሒዛ ናብ ማይጨሎትን ኣብቲ ከባቢ ኣብ ዝነበሩ ኣጋር ሓካይም መጺኦም ወይ ተራእዮም ኣብ ዝበሃለሉ ግዜ ደድሕሪኦም እናኸደት ጥዕና ወዳ ክምለስ ዝከኣላ ብምግባር እውን ተቓሊሳ እያ። ነዚ ከቢድ ፈተና ተጻዊራ ኣብ ርእሲኡ እውን ጉዳይ ናጽነት ሃገር ድቃስ ስለ ዝኸልኣ ነቲ ብሕማም ዝሳቐ እንኮ ውላዳ ሒዛ ናብ በዓል ቤታ ናብ መደበር ዕቑባት ሳሕለ ክትከይድ ግድን ኮነ። ምስ ወላዲቱ ናብ ሜዳ ዝወረደ ህፃን ፅቡቕ ዕድል ኮይኑ ምስ ኣቦኡ እውን ተራኸበ። ግን ኣብ እንዳ ህዝቢ ምስ ኣዲኡ ክቕመጥ ኣይከኣለን። ኣቦኡን ኣዲኡን ብኩነታት ጥዕንኡ ስለ ዝተሻቐሉ ብዛዕብኡ ላዕልን ታሕትን ክብሉ ግድን እዩ ነይሩ። እዚ ጋሻና ካብ ዕላላቱ ከም ዝተረዳእኽዎ ዳርጋ ዝበዝሐ ህይወቱ ኣብ ሕክምና እዩ ኣሕሊፍዎ ክበሃል ይከኣል። እትው ምስ በለ እውን ምስቶም ኣብ ዓራርብ ጻብራ ዝርከቡ ምስ ከምኡ ዝሓመሙን ውጉኣት ተጋደልትን እዩ ተጸንቢሩ። ድሕርዚ ድማ ብዶክተራት ተጋደልቲ እናተኣልየ ብርቱዕ ክንክን ሳላ ዝተገብረሉን እቲ ሞተ ሰረረ ዝበሃል ዝነበረ ህጻን ንበር ኢልዎ ፈጣሪ እንሆ ስነጥበባዊ ስርሓቱ ከዘንቱ በቒዑ። ኩነታት ጥዕንኡ ክሳብ ክንደይ ምዃኑ እተብርህ ወረቐት ብኢድ ዶክተር ሚካኤል ገብርሂወት ዝተጻሕፈት ከይተረፈት ክሳብ ሕጂ ከም ሰነድ ምስኡላ። እምበኣር እዚ ናይ ሎሚ ናይ ሳልሞን ኢንተርቴመንት ዕዱም ጋሻና ብርክት ዝበሉ ናይ መድረኽ ድራማ፣ ናይ ደርፊ ግጥምታት ማለት ሕደማ፣ ከምኡውን ናይ ፊልም ድርሰት ዝጸሓፈን ኣብ ምጽሓፍ ዝርከብን ስነ ጥበባዊ እዩ። ስነ ጥበበኛ ሓርነት ወረደ፣ ሓሬ ወሬ። ንዝተረፈ ዕላልና ሰናይ ምክትታል ክኾነልኩም ንምነ። ሳልሞን ኢንተርቴመንት። ሰላም ዝኸበርኩም ተኸታተልቲ ሳልሞን ኢንተርቴመንት ከመይ ትኾኑ? ካብ ሎሚ ዝፍልም ምስ ዝተፋላለዩ ስነጥበባውያን ዘላሊ ትሕዝቶ መደብ ሒዝናልኩም ክንቀርብ ኢና። እዚ መደብዚ ስነጥበባውያን ዘለዎም ስርሓትን ውልቃዊ ሂወቶምን ዘላሊ ክኸውን እዩ። ሓቢርኩም ምሳና ክትከታተሉ ኣቐዲምና ንዕድመኩም። ከምቲ ኣብ መእተዊ መደብና ዝሓበርናኩም ድማ ንሎሚ ሓሪናዮ ዘሎና ጋሻና ስነጥበባዊ ሓርነት ወረደ፣ ሓሬ ወሬ፣ እዩ። ስነጥበባዊ ሓርነት ወረደ ዘለዎ ስርሓትን ከምኡውን ውልቃዊ ህይወቱ እንታይ ይመስል ክንከታተል ኢና። ስነጥበባዊ ሓርነት ወረደ ምሳይ ኣብ ስቱድዮ ዓዲመዮ ኣለኹ። ሓሬ እንቋዕ ብድሓን መጻኻ ፈለማ። እንኳዕ ብደሓን ፀናሕኻ ፊሊ። ሓራይ ጽቡቅ ሓርነት ከምዚ እዚ መደብ እዚ መዲብና ዕድመ ኣቅሪበልካ ዘለኹ ዕዱም ጋሻና ጌረካ ዘለኹ ዝተፋላለዩ ስርሓት ስነ ጥበብ ዘበርከትካ ከም ምዃንካ መጠን ምስ ሳልሞን ኢንተርቴመንት ብምዃን ድማ ንህዝቢ ክትላለ እየ ዓዲመካ ዘለኹ ፈለማ ከመይ ኣለኻ ናብራ ከመይ ኣሎ ጽቡቅ ኣሎ ጽቡቅ ሓሬ ሓሬ እስኪ ብ ኣተኣባብያኻ ክንፍልም ሓርነት ወረደ እስኪ ላልየና ንነብስኻ። ኦኬ
ብመጀመርያ Thank you ምክንያቱ ነዚ ዕድል እዚ ስለ ዝሃብካኒ ፊልሞን ወይ ሳልሞን ኢንተርተይመንት የመስግነኩም ምክንያቱ ከምዚ ኣጋጣሚታት ክረክብ ውን ጽቡቕ ዕድል እዩ ንባዕሉ ዝኾነ ነገር በሪ ከፍተልካ እዩ ሕጂ ኣብ ድሕረ ባይታይ እንድሕር መጺእኻ ወይ ኣተዓብያይ ኣነ ክልተ ሓርነት እዩ ክብለካ ክእል እየ ምክንያቱ ኣየናይ እቲ ሓርነት ተልካ እዚ ሕጂ ትሪኦ ዘለካ ሓርነትን ቅድሙ ዝነበረን ኣብ ክልተ እየ ዝኸፍሎ ምኽንያቱ ብንእሽተይ ኮለኹ ብናጽባይ ኮለኹ ኣትሒዙ ናይ ኮንጅነንታል ሄርት ኬዝ ስታይ ነይረ ብምንታይ ከም ዘብል ብሓናት ገለ ገለ እዩ ዝብሃል ኤኒወይ ካብ ዓዲ ዳርጋ ናብ ሬሳ ተቀይረ እየ ኮይነ መፅየ ንሜዳ ማለት እዩ ኣብኡ ምስ ኣተኹ ተሓዚለ ከይደ ኣብ ገመል ኣብ በቅሊ ወሎ ገለ ንሳሕል መፂና ካብ ዓዲ ማለት እዩ ምስ ኣደይ ማለት እዩ ድሕሩ መደበር ዕዋት ኣቲና ኣብኡ ከለና ግን ዳርጋ እንታይ እሞ ክብለካ እየ ኣብቲ ጥበብሲ ብንእሽተይ ከለኹስ ከምዚ ከመይ ኣለኹም ኣባይ ገብረየሱስ ኣነ ኣለኹ ኣባ ድቡስ ንዝኾነ ዝሕጉስ ገለ ከምዚ ብቻ ኣሎ ዝመፀልካ ቃላት እንታይ ምዃኑ ገለ ገለ ሕጂ ኣብቲ ክመፅእ ከለኹ እቲ ምስ ሰብ ኮም ኢለ ከዕልል ከለኹ ዋላ ኣብተን ጥዕና ዝረኸብኩለን ወይ ኣብተን ህይወት ዘለወን ማለት እዩ። መርዚ ዝበላዕክዎ ዳርጋ ንደገን ብኣፍን ብገለን እዩ ዝወጽእ ምኽንያቱ ብርቱዕ ናይ ሕማም ልቢ ስቓይ ነይርኒ ማለት እዩ። ሕጂ ኣብተን ንፋስ ዝረኸብኩለን ግን ከምዚ ገይረ ክብል ኣለኒ። ሰብ ፊደል ከይቆጸርኩ እየ ዝብለካ ዘለኹ። ሰብ ርእይ ኣቢለካ ንዓኻ ብቆጽሊ ገይረ ብጸለሎ ገይረ ልክዕ የምጽኣካ በዚ ፍሓም ገይረ ቀጥቂጠ። በቃ ሕጂ እዚስ ካበይ ተማሂርካዮ ተልካኒ ኣብ ሰሬዳስ በ ከይተማሃርኩ ከለኹ ኣብ ዓዲ ከለኹስ ኣብ እንዳተሓዘልኩ ወይ ብእግረይ ኣብ ዝኸድኩሉ ገልገለብቲ ዕድመይ ዝነበሮ ማለትስ ብኸምዚ ጀሚረ ካበይ መጽዩ እቲ ግጥሚ እንተልካኒ ምናልባት ኣነ ምስ እቲ ከባቢ ኮይኑ ይስማዓኒ ምኽንያቱ በዓል ኣቦና ነጋሽ ሳግላ ዝርከብሉ ከባቢ ስለ ዝኾነ ዓደይ ዓዲሳን እትበሃል ጥቃ ማውራይ ማለይቲ ወይ ኣብቲ ከባቢ ደቂ ለፋይ እዩ ዝኾነት ዓዲ ንእሽተይ ስለ ዝኾነት ብዙሕ ዝፈልጣ የለን ዝብል ግምት ስለ ዘለኒ እየ ብዝኾነ ግን ናቱ ጽልዋ ክኸውን ኣለዎ ብል ኣብዚ ግዜ እዚ ኣብቲ ሂወት ዘይብሉ ሓርነት ሞተ ሰረረ ኣብ ዝብለሉ ዝነበረ እዚ ቃላት እዚ ይዛረብ ነይሩ። ሽዑ ደኣ ከምይ ኢልካ ኢልካ እንተልካኒ እዘን ዝብለካ ዘለኹ ብጸሎሎ ጌርካ ብቆጽሊ ጌርካ የብል ድሒሩ ውን ኣብ ሳሕል ምስ ኣተኹ ቀጥታ ናብ ጻብራ ዓራርብ ሕክምና እየ ከይደ ሕጂ ክዳውንተይ ኣውጽኤ እንተ ዘርእየካ ኔረ መውጋእቲ ኣይኮንኩን ዝብለካ ዘለኹ ናይ መርፍእ ትኳስ መዓት እዩ መዓልታዊ ከቢድ ዲያኩሲንስ፣ ዲያኩነሲስ ድዩ ገለ ዝበሃል መድሃኒት ነይሩ ከቢድ በቃ ንዑ ተወብልዮ ስትብለ ይወድቕ ወይ ገለ ዋላ ስጋብ እዚ ናጽነት እየ ዝብለካ ዘለኹ ኣብ መንገዲ ደቂሰ ሕጂ እንድሕር ዝክራ ኮይኑ እስቲፋኖስ ዝበሃል ኣሎ ዓርከይ ንሱ ጥራይ ይፈልጠኒ ነይሩ ምሳኻ እንዳዕለልኩ ከለኹስ ሃንደበት በቃ ሳይኹ ከምዚ ርእሰይ ሕመኒ ጥብብ ግን ከምዚ ከምዚ ኢፕሌፕሲ ኮንኩ ዝብለካ ዘለኹ ግን ከምዚ ይደክም በቃ እዚተይ ሃንደበት በቃ ይደክም ኩሉ ነብሰይ ሕጂ ከምዚ እናበልኩ እየ ዝነብር ነይረ ዝብለካ ዘለኹ መድሃኒታት ገለ ገለ እናወሰድኩ ሳላቶም ጻዕራማት ሓካይም ሜዳ ማለት እዩ ጽቡቅ ጽቡቅ ሓራይ ገይሮምለይ ማለት ሕጂ ምስ ከምኡ እንዳ ኣብታ ካብ ሕክምና መጺኣ ሓንቲ መዓልቲ ዝተማሃርኩላ እታ ትገርመኒ ማለት መምህርና ስዉእ ኣብርሃም ብርሃነ ኣብርሃም ወዲ ዛግር እሱ ኣብ ክፍሊ ንኣቱ መጺኡ ይኣቶ ከመይ ከመይ ኢልኩም ዋዒልኩም ገለ ብለና መምህር ከምዚ ኢልና ነብላ ኣሽቲና ምጽ ኢሉ ኣብቲ ሰሌዳ ሕጂ ሎማዓንቲ ናይ ትግርኛ መምህርኩም እያ ነይ ሕጂ እቲ ከም ሕንጻጽ ገለ መለ ገለ ገለ ገለ ንሱ ኖርማል ንዓይ ሽግር ኣይኮነን ከም ዝብለካ ዝጸናሕኩ ስለ ዝኾነ ሓንጻጽ ትኹን ሕንጻጽ ጋድም ገለ ኩሉ እዚ ምስ ገበርና እዘን ሎሚ ናብ ፊደላት ክንኣቱ ኢና ሕራይ ኢሉ ቤተክርስትያን መስጊድ ስዩ ነፋሪት ስዩ ከም ዝብለካ ዘለኹ ኣለና ገሪሚ በቃ ከምቲ ደስ ዝብለኒ እዩ ምሻ በቃ በቃ በቲ ፃዕዳ ገይሩ በቃ ተሃንጤ በቃ ከምዚ ኢለ እናበልኩ ከሎ እዛ ነፋሪት ኩሉ ግዜ ነፋሪት ትመፀካ ከለካ በቲ በሉ ወይ ታቲ ስታይ ኩን ኣብ ዘይ ክሻፍ ኣብ ዘይብሉ ገለ ስለ ንባሃል እዚኣ ከኣላ ምስታ ናትካ ስታይ ማለት እዩ ነፋሪት ትመፅ ከላስ ኣብ ዘለካያ ካብ ፊልድ ይበጥ ቆልዓ ኹን ዓብዪ ኹን ዘይገድስ ሕጂ እዛ ነፋሪት ከምዚ ኢላ ምስ መጸት ነዚ መስጊድ ድሕንያቶ ኢሉ ድምስስ ኣብላ መደምሰስ ገይሩ እዋእ ሕታ ነፋሪት ካላ ስኢልዋ እዩ ጽቡቅ ገይሩ እዩ ስኢልዋ ነዛ ቤተክርስትያን ከ ሃሪማታ ኢሉ ሕጂ እቲ መእተዊ ከምዚ ናይ መስጊድ ምሽ ኣሎ ካዕ እቲ መእተን ተን መእተዊ ጥራይ ተን መዓልቲ ጥራይ ገዲፎም እዚኣ በዚ ደ እንድሕር ኢልናያ ኢሉ ነታ መስጊድ እዚኣ ከ እንታይ ንብላ ውስክ ተቢልና ኣላ ሃ በ ኢልና በ እዚኣ ከኣ ቡም ቻው ሓርነት በዚኣ ጌሩ ኣብቲ ቀለም ሃቢቡ ማለት እዩ መለይሲ በቃ ጀሚረ በቃ ሕሊናይ ሽዑ ዋላ ሓደ ኣይጽግመንን እዩ ምስቲ ዝነበረኒ በቃ ጽቡቕ ነቲ ፊደላት መሊኸዮ እንዳኸድኩ ከሎ ኣብ መንጎ ግን ከም ዝብለካ ሕክምና ይኸይድ ኣብ ሳሕል ኮለና ሽዑ ኣቦይ ድፋዕ ኣደይ ከኣ ኣብ እንዳ ህዝቢ ኣብታ ዝረእኹ ክብላ ስታይ ብ ይመላለሱ ማለት እዩ ናብ ዓራርብ ወይ ናብ ጻውራ ትመጸኒ ማዘረይ ማለት እዩ ኣብ እንዳ ባድመ ኣዴታት እያ ከዓ ነይራ ኣብቲ እንዳ ህዝቢ ነርናሲ ናብኡ ቀይርና ማለት ዲኻዊ እያ ትመጸኒ ኣብዚ እንዳ መጹ ከለዉ ሕጂ እቲ ብለን ማለት እዩ ከም ዝብለካ

ሕጂ እቲ ዝነበረ ሓርነት እቲ ቅድም ዝብለካ ዝነበርኩ ብመርፍእ እንዳተነፍሐ ድዩ ብገለ ድዩ እንታይ ብምንታይ ዋላ በቲ መርፍእ ክኸውን እውን ይኽእል እዩ እንዳማዕበለ ከይዱ ድሕሩ ናብ ሰኣላይ ዝያዳ ማለት እዩ ሽዑ እቲ ወዲ ዛግር ዝብለካ ዘለኹ ስእልታት ገለ ምስ ረኣኽዎ በቃ መምህር ናይ ስእሊ እዩ ናይ ትግርኛ እዩ ግን ኣብቲ ግዜ እቲ ከኣ ንሱ ከኣ ይስእል ስለ ዝነበረ ቀባኢ እዩ ትፈልጦ ኢኻ ብርሃነ ወዲ ዛግር ስዉእ ማለት እዩ መዓት ሕብሪ ሂብኒ ሽዑ ታንክታት ተጋደልቲ ተሰሪዖም ገለ ዞዝ ዝረኣኹዎ ይስእል ነፋሪት እንዳተባርዐት ኮላ ገለ ቲፒካል ሓርነትሲ እንታይ ኔርካ እንተልካንስ እቲ ጽፉፍ ሰኣላይ በቃ ቀባኢ ኔረ ይብል ድሕሩ ኣብዚ ኣስመራ ምስ ኣተና ከማን ቀጺለ እቲ ናይ ስእሊ ትሕቲ ዓሰርተ ሓሙሽተ ዓመት ገለ ተባሂልና ኣብዚ ኢብራሂም ስልጣን ኣርት ስኩል ገለ ኔሩ በዓል ብርሃነ ኣዶናይ በዓል ውልቄሳ ዘለዎ ይምህሩና ኔሮም በዓል ኤልሳ ያቆብ ዘለዎም እንዳ መሃሩና ከለዉ ሕጂ ካብቶም ጉዱስ ተባሂለ ሓንቲ ጸገም ዝነበረትኒ ግን ኣብ ስእሊ ዓቅሊ ክትገብር ኣለካ ኣነ ብዚኣ ብዙሕ ዓቅሊ ክገብር ኣይክእልን እየ ክወጽእ ኣለኒ ቁሩብ ትንፋስ ተረኪበ በቃ ክጎይ ኣለኒ ኣይትጉየይ ዝብሃል ብሕክምና ክደክም ኣለኒ ኣይትድከሚ እዚ ስፖርት ገለመለ ክጋማጠል ተደይ እቲ ሓደ ንሓርነት ሓርነት ዝገበሮ እንድሕር ኢልካ ኣነ ርእሲ ኣብ ሕማም ኣብ ርእሲ እየ ዝብል ምክንያቱ በቃ እቲ ክገብሮ ዘይ ዋላ እንተቀዲምኒስ ንስካ ተቀዲምካኒ ፊልሞን ንስካ ጥዑይ ኢካ ኣነ መድሃኒት እየ ዝቃለስ ግን ክቅድመካ ኣለኒ ካባካ ተተሪፈስ ሕማቅ እየ ማለይቲ ገለ ከምዚ ንነብሰይሲ ሳላ ከምኡ ዝገበርኩ ክከውን ይክእል ይብል ኣይትግበር እናተባሃልኩ ገይረ ኣብዚ ዝብለካ ዘለኩ ስእሊ ግን እታ ዝበለጸት ስእሊ ናተይ ነይራ። ዓበይቲ ሰባት ፕረዚደንት ካይተረፈ ዘሎ በዓል ሚኒስተር ዑስማን ሳልሕ ገለ ንዓ እስኻ ኢኻ ትገልጽ ተባሂለ ካብቲ ደገ ጸዊዖም ንዓ ንዓ በጃኻ ኢሎምኒ እታ ዝሰኣልኩዋ ስእሊ ሕጂ ክነግረካ ኣደስ ከምዚ ኢላ ትነብዕ ከምዚ ኢላ ስእሊ ወዳ እንዳርኣየት ኮላ ኣብዚ ነታ ንብዓት ናታስ ጣዕ ተብል ኣብቲ ግንባሩ ጀብጀቢቲ ስኢለዮ ሕጂ ከምዚ ኢላ ኢካ ከምዚ ኢሉ እዩ ዝረ ዝወደይ ሳላካ እንድዩ ጸሓይ በሪቁ ትብሎ እቲ ናቱ ንብዓት ጣዕ ምስ በለሲ ማሕ ኢሉ ናብዚ ሬፍለክት ገብር እታ ዝበለጸት ስእሊ ተባሂላ ክገልጹ ዝክእሉ ንሱ እዮም ኢሎም ንዓይ ስታይ ጌሮምኒ ምስ ካልኦት ብ ኔሮም ግርማይ ገለብልዋ ኔሩ ሓደ ዝዝክሮ ኣስመራ ዩኒቨርሲቲ ይመሃር ኔሩ። ክልቴናን ሰለስቴና ዘሎ ሙል ሙለር ሙሉጌታ ዝበሃል ወዲ ቢላጆ ነይሩ ብሓንሳብ መግለጺ ሂብና ኣነ ገሪሙኒ እዩ ኣንታ እስኻ ዓቕሊ የብልካን ድዩ ኣንታ ስእልኻ ጽቡቕ ከሎ ዓቕሊ ይትገብርን ገለ እንቶም መሃራ በቃ ከም ዝብለካ በቃ ኮፍ ብላ ይብልና ኣብ ገዛ ሽዑ ብምንታይ ሽዑ ደኣ ናብ ገጣማይ ተቐይርካ ወይ ናብ ተዋሳኣይ ተቐይርካ ተልካ እቲ ግጥሚ ከምዚ ዝብለካ እዩ ምሳይ እንዳበለ ገለ ገለ ምስ ከደ ኣስመሮም ሃብተማርያም ኣብ ረድዮ ገለ ዝሰምዖ ዝነበርኩ በቃ ብናቱ ብጣዕሚ እብለካ ኣለኹ ጽልዋ ኣትየ በቃ ሓዚልኒ በቃ ንዑ ስምዑ ክብለኹ ከምዚ ክገጥም ከሎ ትዝታይ ስጋብ ሕጂ እለ ከማን ደስ ትብለኒ ምናልባት ገለ ትብል ኣብ ረድዮ የምጽዋ ነይሮም ከም ስርዓት ከምዚ ጽን ኢለ ሰምዕ ገለ ሕጂ እቲ ናቱ ክኸውን ኣለዎ በዚ መጺኡ ዘይበልክዎ ገጣማይ ኮይኑ ማለት እዩ።
ሕራይ ሓርነት ከምዚ ክትገልጸለይ ዝጸናሕካ ኣብ ዓዲ ተወሊድካ ንሜዳ ከይድካ ብሜዳ ውን ብዙሕ ሂወት ከም ዘሕለፍካን ናጽነት ኮይኑ ምስ ስድራቤትካ ከም ዝኣተኻን ክትዕልለኒ ጸኒሕካ እቲ ኣተኣታትዋ ናብ ስነጥበብ ውን ኣሕቢርካ መሊስካለይ ኣለኻ ብመንገዲ ቀባኣይ ኔርካ እቲ ድሌታትካ ዝንባለታትካ ስዒቡ እውን ናብ ዝተፈላለዩ ናይ ግጥሚ ዝንባለታት ኣጥሪኻ። ድሕሪ ናጽነት ምስ ጉጅለ ባህሊ ሸዊት ናይ ህጻናት ኣቲኻ ነይርካ። እስኪ ብኸመይ ኣተኣታትዋኻ ናብዛ ጉጅለ? ጽቡቕ እወ።
ሕጂ ናብ ሸዊት ቅድሚ ምእታወይ ምልስ ከብለካ፣ ኣብቲ ስእሊ እንዳቐጸልኩ ከለኹ እቲ ድሕሪ ናጽነት ዝተውሃባ ማለት ከመይ ጌረ ከም ዝብለካ ዘለኹ ጽልዋ ናይ ኣስመሮም ሃብተማርያም ናይ ረድዮ ድምጺ ሓፋሽ ዝኾነ ነገር እንደገና መጽሓፍ ከኣ ብብዝሒ የምጽኣለይ ኔሩ ወላድየይ ንዕኡ ነቲ ስእሊ ክኸውን ነቲ ገለ በቃ ብሉጽ ክኸውን ገለመለ ስለ ዘሎ ስለ ዝደሊ የምጽኣለይ ኔሩ ሕጂ እንታይ ጌረ መሲልካ ብጣዕሚ እዩ ዝገርመኒ እቲ ናብ ንግጥሚ መእተዊኻሲ እንታይ እንተኢልካንስ ኣብ እንዳ ሓበሻ እንዳ ተምሃርኩ ከለኹስ ሓንቲ መጽሓፍ ገመለይ ገመለይ ዘለዋ መጽሓፍ ገለ ነይራ ንዓይ የንብባ ዋ በቃ ካብኣ ሰሪቐስ ይጽሕፍ ተራኹ ጽቡቕ በቃ ትግርኛ ክኢለ እየ ሕጂ ራብዓይ ክፍሊ ድዩ ሓምሻይ ክፍሊ በጺሑ ኣለኹ እንዳጸሓፍኩ ከለኹ ይቕጽል በቃ እታ ግጥሚ ካብኡ ቢለ ኣብዚ ሙድ እዚ ከለኹስ ኣጋጣምስ መን ኣሎ ግጥሚ ክጽሕፍ ዝኽእል ትብለና እታ ናይ መዝሙርና ዋ ግጥሚ ክጽሕፍ ኣብዚ ቤት ትምህርትና ሲ መዕጸዊ መዛዘሚ ክንገብር ሕጂ ብዚ ከይረሳዕካ ካቢኒት እየ ዝወዳደር ካቢኒት ቀዳማይ ኣለኹ ኣብ ራብዓይ ክፍሊ ማለት እዩ እንደጋና ከዓ በቃ ኩሉ እየ ዘጽንዖ ተዘይደፊነ እየ ዘብል ሓንቲ ዘይደፈንኳ ታሪኽ እያ ነይራ እንታይ ኢለ ተጋግየ ባእ ከይገርመካ ሽሕን ትሽዓተ ሚእትን ሱሳን ሓደን ብረታዊ ቃልሲ ተጀሚሩ እትመጽእ መልስስ ሽሕን ትሽዓተ ሚእትን ባዕለይ ወዲኤስ ሓደ ጥራይ ጽሒፈ በዚኣ እየ ክሰ ሕጂ ኣብ ከምዚ ሙድ ከለኹ እዩ ኣብ ከምዚ ሂወት ከለኹ እዩ ሃንደበት መን ግጥሚ ክገጥም ይኽእል ነዚ ቤት ትምህርትና ምዕጸው ገለ ምስ በሉ ኣነ ኢለ ኣውጽኤ ምኽንያቱ ጀሚረ ኣለኹ በቃ ናተይ እዩ ክብላ እየ ገለ ኢለ ጣዕ ኣቢለ እስከ ስምዓና ኢላትኒ በቃ ወረቐት ኣላ ጸሓፍኳ ኢለ ሕራይ ኢለ ዋእ እሱ በቃ ወዲና ዋእ ንሱ እንዲኻ ስኻ ራጊል ኢላ ትብል ገዲኡ ካብ ናይ ካብ ናይ ረድዮ ሰማዕኹ ወይ ከምዛ ዝብለካ ካብ መጽሓፍ ካብ ገለ ናተይ ግን ወሲኹ ኣለኹ ተጋዳላይ በዓል ስረ ፈንጢሱ ብደቂ ኣምሓረ እየ ገለመለ ዝብል ባዕለይ ሕውስ ኣቢለላ በቃ ተሓጒሰ ንዓ በቃ ኢላትኒ ከይደ ሽዑ ካብቶም ኣብኡ ዝነበሩ ሲ ሓንቲ ጓል ኔራ እምበር በቃ ኣነ እየ በቃ መሰል ሽዑ እቲ መምህርና ናይ መዕጸዊ ዝህበና ከኣ ሕጂ ሓርነት ማይክሮፎን እዩ ሒዙ እቲ ግጥሚ ክገጥም ከለኹ ኣብ ከምዚ ጣውላ እዮም ዝሰቕሉኒ ምክንያቱ ብርኽ ኢሉስ ክርእ ኣይከኣልኩን ኣጋጣሚ ከም ዝብለካ ሕጂ ሓፍ እንተኢለ እውን ሓፍ እንተኢለ እውን እዞም ተኸታተልትና ክስምብዱ ክእሉ እዮም ምክንያቱ ሕጽር ዝበልኩ እየ ማለት እዩ ንምግላጽ እዩ ሕጂ ካብ ብንእሽተይ እያ ነይራ እታ ሕጽሪ ሕጂ ሓፍ ኣቢሎም እዮም ኣብ ጣውላ ዝሰቅሉኒ ኣብታ ተዋስኦ ግን ከምዚ ብርኽ ዝበለት ተባሂሉ ንሓርነት ገለ ተባሂሉስ ኣብኡ ኮይነ ይዋሳእ ሕጂ ሓሙሽተ ተደመሮ እንዴ ኣይዝክራን እየ እታ ድራማ ሓሙሽተ ተደመሮ ሽዱሽተ ኢለ ኣነ እየ ዝምህር ነይረስ እታ ማይክሮፎን ኣቕርባ ሕርነት ሕርነት እታ ማይክሮፎን ይብሎ ኣሎስ ኣነዋ መምህር እንታይ ኢልኩም እዚ ኩሉ ሰብ ብስሓ ሽዑ ብዝኾነ ሓንቲ ድራማ ተወዲኣ በል ግጥምኻ ግጠም ገለ ኢሎም ኣብ ጣውላ ሰቒሎም ግጥሚ ቢሎምኒ ካብኡ ይሰዱለይ ሰባት ከኣ ኣብቲ መዕጸዊሲ ግጥሚ እገጥም ኣሎ ሓርነት ገለ ተባሂሉ ዓበይቲ ቀዳማይ ዙር ገለ ነይሮም ኣብ ቀሓውታ ዝፈልጡኒ ገለ እንዳ እንዳ ሓትነይ እዩ ቀሓውታ እንዳ ኣቦይ መንገሻ ኣብኡ ነይሮም ጎረባብቶም በዓል ክብርኣብ ገለ ዝበሃል ክብርኣብ ገለ ክብርኣብ ዝበሃል ነይሩ ኣይደነው ሽም ኣቦ ንሱ ግጥሚ ዝገጥም ንኮይ እንዳ ዝዋእለ ዓዳ ዘየንበበለይ ኢሉ ሂብኒ ብቲ ቤት ትምህርቲ በቃ ኣንቢበዮ ኩላ ዘባካ ብሓደ ግልጽ ሕጂ ምስ ማዘረይ ወይ ምስ ኣቦይ ክኸይድ ከለኹ ገለ ምስ ባባ ክኸይድ ከለኹ ኣታ እዚ እንዲዳ ኣታ እዚ እንዲዳ እቲ ዝገጠመ ገለሉ በቃ ሕጂ ኣና ከይፍ ገለ በቃ ምሻለካ ተኸይፈ ገለ ሕጂ ኣብዚ ከለኹ ግጥሚ ናብ ደርፊ ከም ዝቕየር ግን ዋላ ሓደ ኣምር ዝበሃል የብለይን ግጥሚ ኣብቲ ደርፊ ምስ ሰምዖ ኣለኹ ግን ግጥሚ እዚ ትግዝገጥም ዘሎ ሰብስ ደርፊ ይሰርሕ ምዃኑስ ከምዚ ባዕሉ የላግቦ ምዃኑ ዘይፈልጥ ንቡዓት ኣብኡ ዝነበሩ ሕጂ ኤርምያስን ሳሚኤልን ዝባሃሉ ከምዚ ናቶም ስታይ ነይሩ ኤርሚያስ ሕጂ ቁሩብ ኣብቲ ፍልጠት በሊጽና ኣሎ ኩሉ ጋባ ፈልጥ እዩ ምስ ወዲ ኤፍረም ካሕሳይ ወዲ ኳዳስ ወዲ ሰግድ ድያ ገለ ትብል ሰሪሑ ነይሩ ናይ ድራማ መድረኽ ባቃ ኩሉ ፍልጦ ኣሎ ሕጂ ሓርነት ኢሉ ኣኪብና ኣብቲ ገዛውትና ሕጂ ሓርነት እንታይ መሲልካ እስኻ ኣምጺእናካ ዘለና ኣብዚ ጉጅለ ሳሚኤል ክራር ሃርሚ ኣነ ግጥሚ ገብር እየ ኩሉ ድሓን ስታይ ክገብረኩም እየ ካልኦት ሰባት ከኣ ክነምጽእ ኢና በዓል ትፈልጦም በዓል ሃብቱ ከኣ ክንመጽእ ኢና ኢሎም ኣለዉ። ሃብቱ ሃብቶም ደብረጽዮን ዝበሃል ኣምቸ ኣምቸ ኢና ንብሎ ኔርና ንሱ ክመጽእ እዩ ኩሎም እዚኦም ተጠራኒፍና ሓደ መጻኢ ብሩህ ተስፋ ትብል ጉጅለ ክንገብር ኢና እብለና። ኣብዚ ገዛውቲ ሰልዲ ከኣ ነዋጽእ ኣብቲ ኣኼባ ዘይተረኽበ ይቕጻዕ ገለ ኢልና ሕጋጋት የውጻኣልና ሕራይ በሉ መኣነ እንታይ ክገብር ኢለ ግጥሚ ክገጥም ሕራይ ጠዋል ይብሉ ግጥሚ ክትገጥም ጥራይ ዘይኮነ ግን ርኢኻ ዶ ኔርካ ፌስትባል ኣብዚ ኤክስፖ ገለ እወ እቲ ስቶሪ ኢኻ እቲ ጀማል ሽሙ ናይ ሸዊት ስዕስዕ ነበረዎ ከምኡ ዝስዕስዑ ክነውጽእ ኢና ኢሎም ዝደርፉ ኣለዉ ፍሉያት ሰባት ኣነ ሕጂ ክደርፍ እየ ኢለ ንስኻ ግን ሓርነት ትደርፍ ዲኻ ኢለ ኣይ እንታይ እደርፍስ ኢለ እሞ እታ ግጥሚ ግን ትገብረልና እንታይ ክገብር ናብ ዜማ ዋ ከመይ ማለት እዩ ኣነ ከምዚ እየ ዝፈልጥ ገለ ኢለስ ከም በሎ ንዳሓን ዳሓን ተረዲኤካ ኣለኹ ኣነ ዜማ ከውጽእ ላላላላላላላላላላ ኢሉ ብክራር ጌሩ ቁሩብ ፈታትን ስለ ዝኾነ የስምዓኒ ሃየ እሞ ነዚኣ ግጠመላ እንታይ ኢለ ክገጥመላ ደሓን ላላላላ ክብል እንዴ ደድሕሪኣስ ክግጠም እብለኒ ቧዕ ሽዑ በቃ ኤርምያስ ፈላጥ እዩ እሞ ኣብዚ ሳንታና ኣብዚ ቤት ትምህርቲ ሰማእታት እዩ ዝመሃር ገለ ኣነ ካብኡ ዘይኣተኹ ከዓ ኣስተይ ኣለኒ በቃ ሓርቕ ማለት እዩ ላላላ ላላላላላላ ገለ ትብል ሕራይ እንታይ ክገብራ ናጽነትና ገለ ኢልካስ ወስኸላ ናጽነትና ክብሪ ሂወትና ንሕና ኢና ንሕና ባንዴራና ገለ ኢልካ ኣብ ከለኹ ስቃል ባቃ ከምኡ ኢለካ ሽዑ እቲ ጉጅለ ነብል ንተኣኻኸብ ንተኣኻኸብ ኣነ ንስዉእ ኢብራሂም ኣደም ጽውዖ ማለት እዩ ንኤርምያስ እውን ስለ ዝፈልጦ መጽእ ንሱ ከዓ ክራር ከዓ ይፍንጠሓይ ሳሚ ወድ ገዛውተይ ሓዋኒ ስነጥበባዊት ዕንባባ እያ ዕንባባ ማለትይ ሰይቲ ሰበይቱኒ ኣክሊሉ ንስነጥበባዊ ኣክሊሉ ተስፋጽዮን ሓዋ ማለትይ ሳሚ ብጣዕሚ ኢና ንፋቶ እሱ ከኣ መጽእ ጉጅለ ተመስሪታ ዋእ እሞ እዚ ዝመስል ፍርያት ደኣ ነዞም ጥቃና ዘለዉ ተጋደልቲ ክፍለ ሰራዊት ሓሙሽተን ዕስራን ሓሙሽተን ንኮማንዶ ኣብኡ ነይሮም እዎ ንዖም ዘይነስምዖ ዋዕ ኣንታ ጽቡቅ ሓሳብ እስከ እንታይ እያ እታ ግጥምካ በሉኒ ናተይ እታ እተዳለኹላ ማለት እዩ ካልእ ደርፍታት ገለ ገይረ እየ ኣብዚ ክትፈልጦ ዘለካ ኣብ በቃ መዝሙር ኣዳሊና ደርፊ ብክራር ዘብል ናይ ኤርሚያስ ገለ ኣዳሊና እዚ እብራሂም ዝብለካ ዘለኹ ኣርእኒታ ትብል ብትግረ ኣብ ኩኡ ድዩ ሓዊ ብኡ ገይርሉ ዝኾነ ሒዝልና መፅኡ በቃ ውጅለ ኮይና በቃ እዚ ክነሪኦም ኣለና ተባሂልና እሞ ክነሪኦኩም ደሊና ንብሎም ኣብዚ ቃሕ ወተማ ለይቲ ቤት ፅሕፈት ሕራ ይብልና ዝኸፈሉ ገለ ብልና ነቕፅሎ እስኪ ነቲ ስውእ ጅግና ቅሰን እስኪ ንበሎ ሕልናና ድና ንሕና ከይጓና እቲ ጅግና ገለ በቃ መዓት ምትብባዕ ገለ ስልቡና ገለ ወኹላ ገሪቡ ክራር ጌርካ ገለ ገለ ናይ ደረፍቲ ከዓ ደጊሞም በዓል ዝተኸ ኣደይ ኣደይ ገለ ትብል ገለ በቃ ገለ ዓይነት ምድሪት ምሰርኣና ንዕመሱኹም ኢሎም ነሃ ብዋእሱኹም ድኣ ንፉዓት እንዲኹም ናብ ማሕበር መንእሰይ ማሕበር መንእሰይ ሃማማቴ ናይ ቀደም ወለዲ እዮም እንተይለሲ በቃ ኣሰር ናይ ነቲ ጥበበይ ዘማዕበሎ ስሶም እዮም ኪድ ምስ በልኩ ሽዑ ንኣቱ ናትና ጉጅለ ገለገለ ምዱብና ናትና ዘለና ምስኡ ከዓ ተወሳኺ ጋዜጣ ንሸይጥ ሕመረት ንመሃል ከምዚ ኢልና እንዳቐፀልና ከለና ሃንደበት ባዕልና ማለት እዩ ገንዘብ ካብ ከምዚ ገለ ንገብር ናብ ጉጅለ ዘይንፅምበር ኣብዛ ሃማቴ እንዳሰራሕና ክትፅምበሩ ትኽእሉ ኢኹም ኢሎም ሕረ ኢሉ ኢብራሂም እዩ ዘምፅኣት ሓሳብ መጀመርያ ናብ ኣሰር ንኺድ ገለ ተባሂልና ሕራ ኢልና ኣነ ፍጹም ስብሃቱ ዝብሃል ኔሩ ኣቦይን ኣደይን ኢሉ ዝደርፍ ኣነ እታ ግጥሚ ጌረሉ ንሱ ከ ንሱን ኣጋጣሚ ብቲ ተቋጸረሉ መዓልትስ ተሪፍና ኣነም ሃብቱን እምበር ተሪፍና ኢብራሂምን ሳሚ ዝርከቦም ከኣ ምስ ፍጹም ከይዶም ኣብ ኣሰር እሞ ደሓን ንዓኹም ክነእትወኩም ንኽእል ኢና፣ ነቶም ካልኦት ገለ መግደፎኦም ደሓን ናትኩም ጥራይ ግበሩ ኢሎም። ሕራይ ኢሎም ኣትዮምስ ተራእዩስ ንሕና ዘየለና። ኣታ ብሰንክኹም ንሕና ስታይ ጌርና ባእ ገለ ገለ ገለ ንብል ኣለናስ። ሽዑ እቲ ኤርምያስ ንስኹም ክተብሉ ዲኹም ደሊኹምዎ፣ ነዛ ጉጅለ ቢልኩም ክተብሉ ደሊኹምዎ፣ ኣልሬዲ ሃማትያ ኣቲኹም እኒኹምዎ፣ እንታይ ገደሰኩም? ንመሰረት ዓይኖም እንዶ ንገራ እስኻ ጎረቤትካ እንድያ በለኒ። ጎረቤተይ እያ ነይራ መሰረት ዓይኖም። ዋእ! እሞ እንታይ ንዓ ከድካ ኣብ ሸዊት ክንመፀኪ ኢና እትውና ዘይትብላ እዛ ኣብዚ ትመፅእ ወ ማራ እንዲያ ንፍዕቲ ብትምህርቲ ንረዳዳእ እንዲና ወ በቃ ሕጂ በቃ ኣነ ካብቲ ገዛውትስ በቃ ክልቴና ንረዳዳእ ኣዚ ተሓተኒ ሕቶ ገለ ሽዑ ተራእኹስ ኣብ ጋዜጣስ ወፅያ ኣብ ጋዜጣ ወፂ ከይኒ በቃ ግሪ ምሳን ጀማል ምስ ኣብ ጋዜጣ ወፂኦም ሰሚረ በቃ ኣቲ ክንደይ ትነፍዑ ማለት እዩ ኣስኪ እዚ መን እዩ እዚ መን እዩ ገለ በለ ኢሳያስ ጸጋ እዚ ጽሕፍ ብጻይ ሕጂ መጽሔት እዚ ረድዮ ዝብለካ ዘሎ ኩሉ ተኸታተሊ ስለ ዘለኒ መን እንታይ ይፈልጦ ኤፍሬም ካሕሳይ ወዲ ኳዳ ዘይፈልጦ ከሎ ኣብ ጋዜጣታት ትፈልጦ ማለት ነብሲ ወከፍ ጋዜጣ ከንብብ ኣለኒ የምጻለይ ኣቦይ ማለት እዩ በቃ ሽዑ ከምኡ ብላ ምጹ እንዶ ሓደ መዓልቲ ምጾም ኖርማል ገለ እንዳመጻና ከለና ከኣ ቶምበሳ ክፍለ ናሆም ገለ ዝበሃሉ ከኣ በረቐ ናብኡ ኺድ ኢልዎ በረቐ ኣርቲስት ማለት እዩ ናብኡ ኺዱ ባዕለይ ከእትወኩም እየ ኣብኡ ምጹን ኢልዎም ኣጋጣሚ ሰዓታ ገለ ንኸይድ ኣለና ገለ ናበልናስ እሶም ከኣ ሰብኡ ጸኒሖም እንታይ ኹም ኢሎምናስ ከምዚ ኢልና ነዞም ሸዊት እትውና ከም ኢሎም ግን ኣነ እንደሞ መሰረት ኣላ እንደ ኢለ መሰረት እብለ ኣለኹስ መጺና እንታይ ኣለዎም ከምዚ ክንኣቱ ዎ እዎ ኢሰያስ እዚኦም ክነፍዑ እዚ ብፍላይ ትምህርቲ ክነፍ በቃ ትምህርቲ ዝነፍዑ እንዲም ዳ ዘገድሱና ገለ ሕጂ እንታይ ይብለኒ በቃ እተዉ ገለገለ በሃል ኩሎም ዘም ዝበልኩኻ ተመዲቦም ማለት እዩ ኢብራሂም ኣደም ደርፍ እዩ ክራር ክኽእል እዩ ዝብለካ ዘለኹ ፍጹም እደርፍ እዩ ዜማ ወክፈታትን ኽእሊ ብዓል ሃብቱ ዝብለካ ዘለኹ ሃብቶም ሃብቱ ደብረፅዮን ገለ እሶም ገዲፎም እዮም ኣይቀፀልዎን ምሽ ኣለካ እዚ መኒሹ ሳሚ ክራር ኽእል እዩ ኩሉ ዋላ ስጋ ብሊድ በፂሑ ዘለዎ ሕጂ ብፍላይ ኩሉ እርጋን ገለመሉ ኩሉ በሊዕዎ ናይ ሙዚቃ ሰብ እዩ እሱ ኩሉ ስለ ዝኽእል መን ይጅሊ እንተኢሎምኻ ሓርነት በዓል ቶምበሳ ከኣ ሳዕሳዕት እዮም ኣነ ከኣ ምስዛ ናይ ድኻም ልብኻ ከምዛ ዝብለካ ዘለኹ ክስዕስዕ ኣይክእልን እየ ኣነ ኣይብልን እየ ብልኒ ግን ኣይትድከም ገለ ገለ ገለ ስለ ዝብሉ በታ ጥዕናስ መድሃኒት ከኣ ስለ ዝወስድ ገለ ነዚኣ ዝብለካ ዘለኹ ኣይተ ኣይበልኳን መጺኦም ሓጅቶሚ ሕራይ ሓርነት ትብለን ኤሻ ጸጋይ መጽገብ ኣቢሉ መዝጊብናካ ኣለና ግን እቲ ክእለትካ እስከ ንገረና በለኒ ዋእ ትዝምር ዶ ሕጂ ዝፍጹም ለካ ኣለኹ ገለ ንኣምን ድሕሪ ዘየለ እቲ ፍጹም በቃ ፍጹም ስብሃቱ ክስታይ በቃ ባርያ ኢና ንብሎ

ክገጥም ይኽእል ገሉ እዚ ዝብለካ ዘለኹ ምስ ኳዕ ገለ ኣብየ ክምሃሮ እምበር በቲ ዝገብሮ ዝነበርኩስ ከምዚ ኣይኣመንኩሉን ዘለኹን ገና ምሻ ግጥሚ ክትገብር ትኽእል ኢኻ ዋ ግን ክደርፍ ክትክእል ኣለካ ገለ ደርፊ ናትካ ኣለካ ዶ ብለን ላላ የብለይ ግን ክደርፍ ክእል እየ ብሎ ሕራይ እዋእ ሰሪሐልካ ሓንቲ ደርፊ ተስሕቀ ትፈልጦ ዶ ነቲ ጅግና ኣቦኻ ገለ ብለኒ ፍጹም ኣቦይ ኮይኑ ኣነ ከዓ እወ ፈልጦ ገለ ክብል ከለኹ ቴምቦ ብልኒ ብኡ ቴምቦ ዝበሃል እዚ ኦርጋን ገላይ ናበይ ክኣቱ ሓርነት ቴምቦ ገለ ብለኒ ኢዚያ ፀጋይ ከዓ ሓርነት በቃ ይበዓልቲ ለይቲ ኻንያ ደርፊ ብለኒ ሐራይ በል ሽዑ ንኸይድ ግጥሚ ኢለ ስለ ዘበልኩ ክገብራ እየ እንተኢላ ኣነ ክገብራ እየ ዘለኒ ክገብራ እየ እንተኢለ ከዓ ብርግፅ እብለካ ኣሎ ኣምላኽ ከዓ ሕግዘኒ ክገብራ ኢለ እዛ ዝብለካ ዘለኹ እታ ግጥሚ ከሪኦ የለኒ ኢለ መሓሚቐ እየ ብደርፊ ሸተት ኢለ ኣብቲ መዝሙር ይኣቱ ገለመለ ፈሊጦም ንባቃ እቲ ድምፀይሲ ኣብኡ ተውህቦ ከም ዘይብለ እቲ ድምፀይ ዋላ ሳይር ኣብ መዝሙር ይኣትየ ግን መባዝሕቲ ገለ ክዳን ገለ ክብሉ ዋላ ኣብቲ ቴምቦ እየ ዝስሕት ከምዚ ምንቅስቃስ ጧዕጧዕ ግሉ ክብሉ ከለዉ የለን ኣነ ሓንሳብ ርስዖ ሓንሳብ ቴምቦ ስሕት ማለት ከምዚ እንዳደረፉ ከለውስ ገለ ዝበሃል ኣሎ ምንቅስቃስ ምሽ ኣሎ ምስ ትቢት ገለ ከምኡ ክገብሩ ከለዉ ኣነ ዘርበጥበጥ ገለ ገለ ብዝኾነ እቲ ዕድልና ከማን ክጽብቅ ገለይ ኣጋጣሚ ን ዑደት ን ከረን ንብገስ ኣለና ምሳና ኪድ ኢሎምኒ ኣብኡ ኩሉ እቲ ዑደት እቲ ህዝቢ ክሪኤካ ን ንመጀመርያ ግዜ ማለተይ ግን ዝኮነ ነገር ናተይ ተሳትፈኒ የብለይን ከምዚ ጀማል ክደርፍ ከሎ እቲኦም ይስዕስዑ ኣለዉ ኣብ መዝሙር ይኣትዉ በቃ ከምዚ ትቀንእ ኢካ በቃ እቲ ክደርፍ ጸኒሑ መዝሙር ኣትዩ ኣሎ ገለ ኣሎ ምስቶም ደረፍቲ ከኣ ሳዕስዒት ገለ ይስዕስዑ ኣለዉ ገለ ሕጂ ኣነ ጥራይ በቃ ስራሕ ዘይብለይሲ ዳርጋ ኣቑሑት ገለ ገለ ገለ ገለ ዝዝ ዓቕምኻ እንተዘይኮይኑ ገለ ክእቱኻ ኣይክእልን እየ ከይስከም ከኣ እቲ ናይ ጥዕና ጉዳይ ኣሎ ሕጂ በቃ ተሰሚዕኒ ምሻለ ኣብዚ ህዝቢ ገለ እንዳ ሸለሞ ምውሎ ብሉ በቃ ህዝቢ ከኣ መዓት ዝሽልመካ ኣብዚ ሲ እንታይ ገደሰኒ ገለ ዘይገብር ሓንቲ ናተይ ዘየዳሉ ኢለ ሓበን ትብል ኣዳልየ እዛ ሓበን ትብል ዳሕራይ ክንምለሳ ኢና ክትሓተኒ ኢኻ ማለትሲ እንታይ ከም ዘበለትና ዘክራ እታ ሓበን ፀሓይ ጠፊኣ ፍርቂ ለይቲ ኮይኑ ግመ ተዋሒጡ ልችታት ደቢኑ ሓበን ተወለደ ዕልልታ ሰፊኑ ኢሉ ተወለደ ተጋዳላይ ኣተወ ናብ ዓዱ ኢላ ትቕጽል እያ ብዛንታ እያ ካበይ ኣምጺኻያ ተልካኒ እዚኣ ካብ ናይ ሰሎምን ጸሃየ መርየም ዲኣ ፋጥና ትብል ኣላ እታ ርእስታ ጽቡቅ ገይረ ኣይረኣኹዋን ካብኣ እየ ተመሲጠ ዛንታዊ ግጥማዊ ኮይኑ ዛንታ ከሰላ ትኣቱ ንዓ ዘጋጥማ ሽግር ገለ ነዚ ከዓ ነዛ ስታይ ከዓ ነዛ ሓበን ከዓ ሓበን ዝበለቶስ ምስ ናጽነት እዩ ተወሊዱ። ሓደ ሓደ ግዜ ኣዲኡ ገለ ኣብቲ ዛንታ እያ ዝብለካ እፎይታ ኢላ እያ ትጽውዖ ምኽንያቱ እፎይታ ተባሂሉ ተጋዳላይ ይኣተወ ናብ ዓዱ ኢለ እዚኣ ክትሓተኒ እያ ጽቡቅ ጌርካ ምኽንያቱ ኣይትረስዓ ኢለካ ኣሎ ኣብ እንዳ ዜና ከኣ እንታይ ኣጋጢማትና ናታ ክነግረካ እየ ናታ ዛንታ ኣሎ ሕጂ ነዚኣ ሒዘ በቃ ፈትዮም ኩሎም በዓል ኢሰያስ ጸጋይ እቶም ኣባላት ብምልኦም ኣብኡ ዝነበሩ ተዋሳእቲ ነይሮም በዓል ሳምሶም ተኬ እዞም ኩሎም በዓል እግሪ በዓል ሓምዛ በቃ ጽቡቕ ይኸይድ ንዓ ገጢመ የብል በቃ ሕጂ ነብሰይ ክኢለ ማለት ምሻለካ ድሕሪ እውን ኣይበልኩን ሓደ መዓልቲ ኣኼባ ገብርና ሕጂ ዝኾነ እንድሕር ተዛሪብካ ንኣን ከምዚ እንታይ የብለይ እዞም ስቕ ኢልኩም ዘለኹም ኢልና ኢሳያስ ጸጋይ እዞም ስቕ ኢልኩም ዘለኹም ወይ ድረፉ ወይ ከዓ እቲ ቦታ ንካልኦት ግደፍሉ እብል ኣሎ ሙና እዛ ማህረምቲ እዚኣ ንዓይ ኢለ ተጣፊኤ ደርፊ ሰሪሐልካ ደርፊ ሰሪሐ እንስሳታት ዘቤት እያ ትብል

ኣብዚኣ ምስ ኣቕረብኩዋ እቲ ንጥፈታት ኣሎ ኣማትይ ኣይገደፍኩዎን። ይቕጽል ሕመረተ ይመሃር ጋዜጣ ይሸይጥ መጽሔታት ዘዜረ የብጽሕ ገለ ሰባት ኣብኡ ናተይ ዘዝመጹ ኣምር ናይ ተዋስኦ ድዩ ናይ ገለ በቃ ይዕድሙኒ ኣብ ሸዊቲ ተባሂለ ከኣ ህቡብ እየ ኣብ ተለቪዥን ንሕና ጥራይ ኢና ንረኤ በቃ ብጣዕሚ በቃ ኣብቲ ግዜ እቲ ሲ ብንእስነትካ ትሓስብ ከሎ መዓዝ ዝና ዘለኒ ኣብ ትምህርትካ ከምዚ ብዘየጋኑ ንብለካ ኣሎ ንፉዕ እየ ነይረ ከይደ ምሰ ምስ ኣተና እታ ደርፊ ኩላ ኣዳልያ እዛ እንሳታት ዘቤት ሕራይ በል ገለ ኢሉ ኢሰያስ መሰረት ረእዮም እብላ መሰረት ይሳቅ ወዲ ገሬ ኔሮም ናይ ሙዚቃ ይሳቅ ወዲ ገሬ ናይ ቶም ኣባላት ከኣ መሰረት ሓላፊትና ኔራ ማለት እዩ መሰረት ትሪኤኒ ማለት እዩ ሕጂ ይተርፍ ኣነ ሕጂ ከምዚ እንስሳታት ዘቤት ከም ዑዑዕ ዋእ ዋእ ዋእ ገለ ኢለ ዜማን ገለን ባዕለይ ከምዚ በቃ ጀልጋፍ ክዳን ተኸዲና ምስ ጎደፋይ ንደርፋ ምጽእ ኢሉ ሕጂ እዚኣስ እንታይ ይብል እታ ናይ ሓርነት ቦታ ንኢብራሂም ሃብዮ ኢልዋ ኢብራሂም ዓርከይ መንግስተ ሰማይ ኣዋርሶ ኢብራሂም ዓርከይ ስውእ ብጣዕሚ እየ ዝፈትዎ ወላ ሓደ ይብልኒ ሓርነት ተሓሪቑ ንኢብራሂም ወላ ሓደ ይብሎን እዩ ገለ ብላ ሕጂ ባዕልኽንስ ታይ ጉድ እዩ መሰረትካ ትፈልጠኒ እያ እንድሕር ሓሪቀ ገለ እንታይ ይኮን ማለትሲ ሕማቅ ከይስምዓኒ በቃ ባላ መራ ፈሪሓ ንዓማ ሓርነት ኢላትኒ ውሶ ዲና ኮይና ፅባሕ እዩ ስታይ ክንኣቱ እኮ ብላይፍ ክነብላ ኤክስፖ ሰለስተ መዓልቲ ገለ ተሪፍዎ ኣሎ በቃ ትሬኒን ንገብር ይሳቅ ወዲ ገሬ እዩ ኦርጋን ዝሃርመና ንዓማ ሓርነት ኢላትኒ እታ ደርፊ ኣይትደርፋን ኢኻ እዚ ኩሉ ክዳውንቲ ኣምፅኦ መሓነት ኣነ ኮንኩን ኣነ ኮንኩን ንዓይ ከይ ዘብለኒ ኣነ ኮንኩን ኢሳያስ ንኢብራሂም ሃብዮ ኢልኒ ሕጂ ብክንዳኻ ኢብራሂም ክደርፋ እዩ በቃ ሓሪቐ ሓሪቐ ክበኪ ደልየ በቃ ሕንትል ኢለ ክበኪ ደልየ በቃ ዋላ ሓደ በቃ ዋላ በኽየ እንታለካ ብውሽጠይ በቃ ሓሪቐ እንታይ እሞ ኣነ ኮንኩኖ በቃ ከምኣ ኢልኒ በቃ ኣይደርፋን እያ ትብል እሞ ኣብቲ ሳዕስዒት ከብላ ኣብ ሳዕስዒትካ ኣይፍቀደካን ኢላ ትብለኒ ከዓ ንፅባሒት ኣይ ሳዕስዒትስ ዝበለኒ በለኒ ኢለ በቃ ጫማይ ገይረ ጫማ ነይራና ንዜብራ ዘይርደኣን ዘይርሳዕን እተን ዜብራ እቲኤን በቃ ኣድጊ በረኻ እየን ዝመስላ ኬፍ ኣለወን ንዐኣን ጌረ እብለካ ኣለኹ ባምቡላይ ተቢለ እዚ ዝኣቱ ተደቕደቕ ኢልካ እዩ ዝስተ ኣብ ጋዜጣ ስታ ዝበለጸት ደርፊ ናይ ትያትር ቆልዑ ሸዊት ኢሎምስ ኣብ ጋዜጣ ይጽሕፍዋ ንዓኻ ጀሪሶም ጣዕፊል ኢስያስ ሓርነት ኣይትእቶም እሺ ተባሂልካ ዋእ እሞ ኣትየ ድየ ነለካ እንዶ ጫማኻ ዜብራኻ ጌርካ እንዲኻ ኣቲኻ ደሓን ደሓን ብዝኾነ ግን ካብ ሕጂ እስኻ ደራሲ ኢኻ ከምዚ ንሕና ክትፍትን ኢኻ ጽቡቕ እንድሕር ኣሊካ ናይ ዜማ ክበካ እየ ክተእቱ ኢኻ ኣብለኒ በቃ ሕጂ ፍናነይ በሪኹ ማለት እዩ ሽዑ ኣብቲ ትምህርቲ እንዳ ዓበና ምስ ከድና ከዓ ኣብቲ ትምህርቲ ከዓ ናይ ክለብ ኣብ ቤት ትምህርቲ ባርካ ከዓ ናይ ክለብ ኣነ ሓላፊ በቃ ጠርናፊ ዳርጋ ተባሂለ እቶም ቅድመይ ዝነበሩ ሲ ንዓና ረኪቦምና ኮይኖም ማለት እዩ እንዳተተኻኻእና ንሶም ከለዎስ ኣብ ትሕቲኦም ከዓ ንኣሽቱ ክለብ ትበሃል ኣነ ዘብሎም ማለት እዩ በዓል ወዲ ዘኩ ገለ ዳሕራይ መጺኦምና ገለ እንዳበልና ማለት ንሕና ክንከይድ ከሎና በዓል ወድዘ ክመጹ ገለ እቶም በዓል ወድዘ ምስ ሓለፉ ከኣ ካልኦት መጹ ገለ ሕጂ ናይ ክለብ ስነጥበብ ሓላፊ ናይ ኩለን ጠርናፊ ከኣ መምህር ኣሎ ሕጂ ኣብዚ ኮለና ከኣ እንታይ ትብል የዳሉ ኣዳሊ'የ ተባሂለ ከረኸብ ትያትር ቆልዑ ሸዊት ምድላውሲ ኣብዚ ይሓይሽ ኢለስ እትው ኢለ ኣብቲ ክለብ እንታይ ክትገብር ትኽእል ገለ ምስ በሉኒ ኣብቲ ክለብና ስታይ እንዳበልና ኣብ ክላስ ኮለና ሰብለ ትበሃል ነይራ ሰብለ ትበሃል ነይራ ገዛ ማንዳ እዩ ገዛውታ ተዘይተጋጊ ሰብለ ናይ ብሓቂ ማሓዛና እያ ንዓይ ንሳሲኖስ ብቂድሜና እያ ኮፍ ትብል ኩሉ ማዓልቲ ዓርቢ ዓርቢ ማእሙና ለስላሳ ምስ ፓስተ ኣብታ ቤት ትምህርትና እንዳ ሻሂ ተብልዓና ኣለዋ ሕጂ ኣነን ሳሲኖስን ሎሚ ዓርቢ የለን ሎሚ ዓርቢ የለን ገለ ትብለን ኣብ ዕረፍቲ መሰብ ለገሊስ ገንዘብ ደድሕሪ ሰብ የብለካ ዘብዘብ ኢሉ እዚ መን እዩ ሽሙ እዚ ሳሲኖስ እታ ደርፍስ ናይ እሱ እያ ከማን ኢሎምኒ ዳሕራይ ናይ ካሕሳይ በርሀ ኣነ ግን በቃ ንበክሩ እዝነ እያ በክሩ እዝነይ ንዓይስ ገንዘብ ደድሕሪ ሰብ የብለካ ዘብዝብ ሲ በቃ ተደኒኸ ሳሲኖስ ክበሩ ኢልያስ ኣነ ከንታይ ኢለ ሳክት ከም ዝብለካ እንዳገጠምኩ እየ ሳይኖስ ኢለካ ማች እንጀራ ኣየ ማች እንጀራ ብእንግሊሽ እንጀራ ብትግርኛ እንጀራ ኣባባባባ ጥሜት ተወዳእና ሳቤላ ብላ ኣለኹስ ዜማ ኮይና ዜማ ኮይናስ ሽዑስ